ነዚ ሰብ እዚ ጎል ክኣትለዎ ኢልና ኣነ ኣብ ኤክስፖስት ገይረያ መዓት ፀርፊ እዩ ዝገጥመኒ ዘሎ እዩ ነጊረኩም እየ እሱ ድማ ብዛዕባ እንታይ እዩ ብዛዕባ ንህዳሴ ወይ እውን ነቲ ገርድ ዝበሃል ዲጋ ክንሰርሖ ከለና ሓምሽተ ሳንቲም ዝሓገዘና ወይ እውን ዘለቅሓና እውን የለን ብገንዘብና ብገንዘብ ኢትዮጵያ እዩ ተሰሪሑ እዩ ዝብል ዘሎ ዶናልድ ትራምፕ ድማ ብተደጋጋሚ እዚ ዲጋ እዚ ኣሜሪካ እያ ሰሪሓቶ ብናይ ኣሜሪካ ፋይናንስ እዩ ተሳሪሑ ኢሉ ነይሩ ተደጋጋሚ ግብፃውያን ድማ ኣነ እንታይ ኢለ ነይረ ንግብፃውያን ንለባም ኣምተሉ ስለዝኾነ ፅሒፈያ ነይረ ዶናልድ ትራምፕ ዝበላ እታ ንሱ ዝበላ እኮ ሰሚዕኩማ ድም ዶናልድ ትራምፕ ዝበላ ኣብዚኣ እንተረኺብና እያ እዚኣ እታ ዘረባ ፅቡቅ ጌርኩም እዚኣ ሸር ግበሩ ኣቤት ናተይ ስለ የማይችልም ግፍ ነው Ethiopia, it's one of the largest dams in the world, the largest dam in Africa, but it's one of the largest dams anywhere in the world. It was financed by the United States.
ስለዚ ዶናልድ ትራምፕ ባዓልና ኢና ሰሪሕናዮ ይብል ኣሎ ንሱ ድማ ኖእ ብገንዘብ ኢትዮጵያ እዩ ተሰሪሑ ግብፃውያን ድማ ተቀቢሎም ብሚድዮም ይዛረቡ ኣለው ናብ ዝምልከቶ ኣካል ድማ ከብፅሖ እዮም ቨሪ ጉድ እዚኣ ኢና ንደሊ ነይርና እዛ ጉዳይ እዚኣ ናብኡ ክትበፅሕ ኣለና ኣብቲ ትብፃሕ ቦታ ክትበፅሕ ኣለዋ እዚ ጥራይ ግን ኣይኮነን ሓንቲ ነገር ለንቀነ ሚድያ ናይ ኢትዮጵያ ድዩ ዋላ ናይ ገለ ደብፅሓ ኣብይ ኣሕመድ ኣብዚኣ ክዛረብ ከሎ ሓንቲ ነገር ሓንቲ ታክቲክ ክወስድ ከም ዝፈተነ ንሱ ድማ ዶናልድ ትራምፕ ንዶናልድ ትራምፕ ክቐድሕ ይፈትዩ ዶናልድ ትራምፕ ግሪንላንድ ንክወስድ ኣብ ዝፍትነሉ ዘሎ ካብ ኤሮጳ ካብ ዴንማርክ ማለት እዩ ንሱ ዶናልድ ትራምፕ ግሪንላንድ ዝወስድ ኮይኑ ኣነ ድማ ዓሰብ ወይውን ኣፍደገ ባሕሪ ናይ ኤርትራ ክወስድ እኽእል እየ ዝብል ከምቲ ዶናልድ ትራምፕ ናብ ግሪንላንድ ዝኾዶ ዘሎ ፑቲን ድማ ኣብ ዩክሬን ኣትዩ ክሪሚያ ዝወስድ ዘሎ ኣነ ድማ ናብ ኤርትራ ከይደ ክወስድ እኽእል እየ ምስኣቶም ከላግባ ይኽእል እየ ዝብል ስነ ሓሳብ ኣብቲ ብልፅግና ሰራዊር ሰዲዱ ኣሎ በጨቕ ድማ የብልዎ እዮም እዛ ዘረባ እዚኣ ከምዘይ ትሰርሕ ግን ነጊሮም በሎም ንለባም ኣምተሉ እያ ስለምንታይ ኣቢ ኣቢስ ሬትሲ ካልክለስ ካልኩሌሽን ማለት እዩ ባክፋየርስ ትራምፕስ ደዝ ናይ ትራምፕ ንግሪንላንድ ዝትኮስ ወይ እውን ተመሊሱ ንዶናልድ ትራምፕ ዝሃሲ ነገር የብሉን ናይ ኣብዪ ኣሕመድ ግን ተገምጢሉ ክበልዖ ዝኽእል ሕልሚ ምዃኑ ሓንቲ ኣገዳሲት ኣርቲክል ፅሒፎም ኣለዉ ስለምንታይ ከምኡ ኢሎም ኣለዉ መጀመርያ እቲ ጉዳይ ኣብዚኣ ሳመር ከርእየኩም እዚ ናይ ኣብ ደገ ባሕሪ ድሌት ናይዚ ናይ ብልፅግና መራሒ ብተደጋጋሚ ንዓና ናይ ህላወ ሕቶ ናይ ህላወ ሕቶ ምዃኑ እዩ ዝነግር ተደጋጋሚ ማለት እዩ ታሪካዊ ከምኡ ድማ ብኩሉ ሕብረ ብሄራዊ ወላ ገለመለ ብፅሒት ኣለና ኤርትራ ናፅነታ ምስ ረኸበት ድማ ኢና ስኢናዮ ስለዚ ስትራቴጂካዊ ብፅሒት እውን ኣለና ባህላ እዩ ካብ ባሕሪ ቁርብ ትለይ ርሒቕና ዘለና ኢና ግዴታ ኣለና ከምኡውን ብዝተፈላለየ መንገዲ ብዓፋር ገለ ገይሩ ድማ እታ ድራማ ህዝቢ ስለ ዘለና ይብፅሖ ይብል ኣሎ ምስቲ ናይ ዶናልድ ትራምፕ ንግሪንላንድ ዝብሎ ዘሎ ድማ ከተሓሓዛ ከም ዝፍትን ናይ ትራምፕ ሎጂክ ኣብ ክልተ ሽሕን ዓሰርተ ትሽዓተን ነዛ ግሪንላንድ እትበሃል ክወስዳ ከም ዝፈተነ እቲ ኢንታይትልመንት ሎጂክ ድማ ጂኦግራፊክ ኮንስትሬንት ሪፍሬምድ ኣስ ፕሪቨንሽን ስለዚ ቀዳማይ ነገር ግሪንላንድ ክበሃል ከሎ ዴንማርክ እውን ከይዱ ወሪሩ ዝሓዘ ቦታ እዩ ባህላይ ዶናልድ ትራምፕ ዋላ እኮ ቅድሚኦም ተሓዝዋ ስለዚ እቲ ግሪንላንድ ድማ ምስ ኣሜሪካ ዴንማርክ ሲ ዴንማርክን ግሪንላንድ ብሓደ ተፀግዑ ኣይኮነን ኤርትራ ዓሰብ ብሓደ ዝለገ ብሓደ መሬት እዩ ሓደ ሃገር እዩ ስለዚ እቲ ሎጂክ ብሓደ ኣይኮነን ካልኣይ ኮንቴይንመንት ኢን ግሪንላንድ ስትሮንግ ኢንስቲቱሽናል ን ሌጋል ፍሬምወርክ ኢን ማርክስ ሶቨሬኒቲ ኔቶ ኢንፑት ሰልፍ ሩል ስለዚ ንዶናልድ ትራምፕ ኣብቲ 219 ክኽልክልዎ ከለዉ እውን ሓያል ዝኾነ ልኡላዊ ከምኡ ድማ ዴንማርክ ኣካል ናይ ኔቶ ምዃና ገለመለ ኩሉ እዚ ከልኪልዎ ክትብል ትኽእል ኢኻ ኮንትራስትስ ኣብ the red sea uh, backs such buffers rhetorical on can uh, harden uh, alliances and escalate tensions ስለዚ ብሓፈሻ ወላ እውን ዶናልድ ትራምፕ ሕጂ እውን እኮ ተረዳድዩ ኣሎ ምክንያቱ ነታ ግሪንላንድ ትበሃል ንሰኪሪቲ ንክጥቀመላ ኣካል ናይ ኔቶ ኮይኑ ኣፅ ወተሃደራቱ ኣብ ክእቱ ተፈቂድልካ ኣሎ እዮም ዝብልዎ ዘለዉ ዝኸልከለካ እኮ የለን መዓስከራት ኣለካ ከተስፋ ትኽእል ኢኻ ወተሃደራትካ ግበር ዶናልድ ትራምፕ ይብልዎ ኣሎ ጥራይ ብሓይሊ ክጎብጠያ ይትበል እቲ ዋንነት ክወስደ ይትበል ይብሉ ኣለዉ እዚ ግን ምስ ኤርትራ ዘራኽብ የብሉን ኤርትራ ሉላዊት ሃገር እያ ኣብይ ኣሕመድ ድማ ወላ ሓንቲ የብሉን ኣብ ኤርትራ ስለዚ ምስ ናይ ግሪንላንድ ከተሓሓሶ ከተሓናፍሶ ምፍታኑ ደሉዥናል ሃውታትያን ስለ ዝኾነ እምበር ክልቲኡ ዝተሓሓዝ ኣይኮነን ይብልዎ እዚ ካብኡ ቀፂሎም ድማ ናይ ዞባዊ ፅልዋ ወይ ዲፕሎማሲያዊ ፅልዋ ኢትዮጵያስ ኤንታይትልመንት ዲስኮርስ ዲስኮርስ ኢመርጅስ ኣፍተር ፕሪቶሪያ ኣግሪመንት ኣንድ ኢንተርናል ፍራግመንቴሽን ውሽጣዊ ምምቕቓል ዘለዎ ሃገር ሒዙ ውዕል ፕሪቶሪያ ገይሩ ምስ ትግራይ ሓደ ነገር ክውድእ ኣብ ዝግብኦ ግዜ እዩ ድማ ነዚ ሓሳብ ኣምፅዎ ዘሎ ስለዚ ናሽናሊስት ሞቢላይዜሽን እቲ ዕላማ ድማ ንህዝቢ ኢትዮጵያ በዚ ኣጀንዳ እዚ ጌርካ ኣብ ሃገራዊ ስምዒት ኢትኻ ውሽጣዊ ድጋፍ ንምርካብ ዝገበሮ እዩ ሪጅናል ሪኣክሽንስ ግብረ መልሲ ከ እንታይ ፈጢሩ ግብፂ ቪውስ ኢጅፕት ኣዝ ዲስታቢላይዚንግ ሬቪዥኒስት ኣክተር ግብፂ ነዚ ኢትዮጵያ ኣብ ትሕቲ መርሕነት ናይዚ ብልፅግና ወይ ናይ ኣቢ ረባሽን ነቲ ሃገር ርግኣት ዝኽልክል ዘሎ ሓይልን ኢላ ተመሓላልፎ ኣላ ሊንኪንግ ረድሲ ክሌምስ ቱ ናይል ባዚን እዚ ከዓ እዚ ቀይ ባሕሪ ዝገብሮ ዘሎ ተመሳሳሊ ኣብቲ ናይ ናይል ጉዳይ እውን ተመሳሳሊ ባህሪ ከም ዘለዎ ገይራ ንዓለም ክትእምን ትፍትን ኣላ፣ ጽቡቕ ዝኾነ ተቐባልነት ድማ ትረኽበሉ ኣላ። Outreach to Contain፣ እዚ ከኣ ናብቲ ዞባታት መጺኣ ግብጺ ምስ ኩለን ሃገራት ናይ ቀይሕ ባሕሪ ትገብሮ ዘላ ዝምድና ድማ ናይ ኣቢ ስንፍና ዝፈጠሮ ምዃኑ እዮም ዝነግሩ ዘለዉ። ስለዚ ብሓፈሻ ኩሉ ነገር ዝገብሮ ዘሎ ንኣቢ ዝቐትል እምበር ዘርብሕ ከም ዘይኮነ እዮም ዝነግሩ። ኣብ መወዳእታ እዚ እዚ ኩሉ ዝገብሮ ዘሎ ሕጂ እውን እዚ ናይ ዓፋር ጎስጓስ ዝገብሮ ዘሎ ብዙሕ ጸገም ተገምጢሉ ክመጽእ ዝኽእል ሪስክ ማልቲፕላየር ኤክስክሉዲንግ ሎካል ኮንሰንት ኣንደርማይንስ

እዮም ዝነግርዎ ዘለዉ ወል ጉድላክ um, ዊዳት ጥራይካ ትብሎ ነዚ ንሕና ንብሎ የብልናን እዚ ዝኸዶ ዘሎ ጌጋ ምዃኑ ዋላ እውን እቶም ፈተውቲ እዮም ዝነግርዎ ዘለዉ ዋላ እቶም ፈተውቱ ሓደ ኣብዚ um, uh, ግብፂ ዶናልድ ትራምፕ ኣብዚ እዋን እዚ ብዝኾነ ይኹን መለክዒ ምስ ኣቢ ክውግን ከም ዘይክል ሓደ ካብቶም ፈተውቲ ናቱ የማኽሮም ኣሎ

ምኽንያቱ ምስ ግብፂ ወጊኑ ከም ዘሎ እቲ ምኽንያት ድማ ርዱይ ግብፂ ብዙሕ ጂኦፖለቲካዊ ኣገዳስነት ኣለዋ፣ ስትራቴጂካዊ ኣገዳስነት ኣለዋ ኣብዚ ሕጂ መድረኽ ንዶናልድ ትራምፕ። ኢትዮጵያ ድማ ዋላ ሓንቲ ረለቫንስ የብላን ወይ እውን እንተለዋ ምስ ናይ ግብፂ ዝወዳደር ኣይኮነን። ስለዚ ዶናልድ ትራምፕ ንግብፂ ወገን ፀቅናይ ግብፂ ኮይኑ ክምስክር ዝኽእል ወይ እውን ውሳነ ክህብ ዝኽእል ኢትዮጵያ ድማ ንፈታውና ኢትዮጵያ እዩ ዝነግሮ ዘሎ። ኣብዚ ጉዳይ እዚ ቻንስ የብላን እዩ ዝብሎ ዘሎ። እዚ ጥራይ ግና ኣይኮነን። ኣብዚ እዋን እዚ ብዙሕ ብዙሕ ነገር ብሓደ እናተገጣጠመ ይመፅእ ከም ዘሎ እዩ ዝነግር ዘሎ ብዙሕ ምክንያቱ እዚ ብልፅግና ሓደገኛ ፀወታ ይፃወት ከም ዘሎ ሓደገኛ ቨሪ ቨሪ ደንጀሮስ ብቀዳማይ ሓንቲ ሪፖርት ሂበኩም ነይረ እዛ ሪፖርት እዚኣ ንብዙሓት ሰባት ዘገረመት እያ እዚኣ ትሪእዋ ዘለኹም ኣብ ዝሓለፈ እውን ርኢና ኢና እዚኣ ሕጂ ትሪእዋ ዘለኹም ኣም ገነ ጊቭ ዩ ኦልሶ ኣብዚ እውን ካልእ ክበኩም ክፍትን እየ ጀስት ዋን ሰከንድ እዚ ብቀዳማይ ዝረኣናዮ ሰራዊት ናይ ዳዕመ ሰርዕ ንሰራዊት ናይ ሱዳን ሓደገኛ ዝኾነ መጥቃዕቲ ከም ዘካየደሉ ዝዝከር ኮይኑ ስለምንታይ ተኻይዱ ዝብል ሓቀኛ ስእልን ሓበሬታን ክወፅ ጀሚሩ ኣሎ እዚ ሓበሬታ እዚ ኣበይ ኣጋጢሙ ንዝብል እታ ስእሊ በይና ክበርዋ ኢለን እዮም ድሓን ከም ትሪእዎ ዘለኹም ኣብ ብሉ ናይል ስቴት ዝበሃል ካብ ኢትዮጵያ ተበጊሱ እቲ ሰራዊት ናይ ዳዕመ ሰሪዕ ካብ ዳርፎር ተበጊሱ ከም ዝበሃል ዘሎ ቤን ገይሩ ብደቡብ ሱዳን ገይሩ ብኢትዮጵያ ገይሩ ናብ ሱዳን ኣትዩ መጥቃዕቲ ንሰራዊት ሱዳን ፈፂሙ ኣሎ ኣገዳሲት ስትራቴጂካዊት ከተማ ድማ ተቆፃፂሩ ዝበሃል ዘሎ ስለዚ ኣብዪ ኣሕመድ ነታ ቀንዲ ቀያሕ መስመር ሰጊርዋ ከም ዘሎ እዩ ዝንገር ዘሎ ቀያሕ መስመር ሓደ መዓልቲ ሱዳናውያን ነዛ ጉዳይ እዚኣ ብኸመይ መንገዲ ክምለስዎ ምዃኖም ብዙሓት እዮም ዝዛረቡ ዘለዉ ስ ጎይን ሃን ምናልባት ነዛ ዘረባ እዚኣ ካባይ ንላዕሊ ፅቡቅ ገይሩ ዝገለፃ ሓደ ሰብ ነይሩ እንተረኪበዮ ክበክሜ እዚ ሕጂ ዝገብሮ ዘሎ ብኸመይ መንገዲ ትማልስ ክመጾም ምዃኑ ሓደ መዓልቲ because this is a very very ምዕራፍ ከም ዝኾነ ክርዳና ይኽእል ኤርትራ መንግስት የኤርትራ መንግስት ግልጽ አቋም ነው ያካሄድ የኔን ባህር የኔን መሬት ረግጦ ማንም ሰው በኢትዮጵያ ህዝብ ላይ ጥቃት መፈጸም አይችልም የሚል ግልጽ አቋም ነበረው የኤርትራ መንግስት ከየትኛውም ጎረቤት በተለየ መንገድ የኤርትራ መንግስት የኔ ድንበር፣ የኔ መሬት፣ የኔ ዜጋ፣ የኔ ሀገር ኢትዮጵያን ለማጥፋት ጥቅም ላይ አይውልም የሚል ጽኑ አቋም ይዟል። ከትርፍ በላይ ትርፍ ነው ይሄ። ግርም መንግስት ኤርትራ መሬተይን ባሕረይን ረጊጹ ንኢትዮጵያ ሓደጋ ክፈጥረላ ዝኽእል ማንም ሓይሊ የለን ኢልካ ነይሩ ንኤርትራ በዛ ዘረባ እዚኣ ጥራይ ንሓዋር ከተመስግናን ካብ ኤርትራ ክትፍንተት ኣይነበረካን ጌስ ወት ነዚኣ ኩላ ሓሺሽካያ ኢኻ ምኽንያቱ ቲንግስ ሃቭ ቸንጅድ ሎሚ ካባኻ ንላዕሊ ግብፂ እያ ትቐርበና ስለዚ ዮር ፕሮብለምስ ኣር ኖት ኣወ ፕሮብለምስ ንስኻ መሬትካ መን ይመፀካ ኤርትራ ልብላዊት ሃገር እያ ምስ ማንም ዘርባሓና ክንሰርሕ ንኽእል ኢና ሰራዊት ናይ ግብፂ ድዩ ምስ ካልእ ሃገር ድዩ ምስ ዝደለናዮ ክንሰርሕ ንኽእል ያው ክትገብሮ ትኽእል ክትዛረቦ ትኽእል ነገር የለን እዚ መብፅዓታት እዚ ንዓኻ ካብ ማንም ነገር ዝለዓለ ነገር ይብሎ ነይሩ እዚ ኩሉ ሓሽሽካ በልዕካ ኢኻ ጉድ ላክ ዳት ገለገሊኦም እኳ ሓሶት ናይ ኣቢ ንምትንታን ጀሚሮም ኣለዉ ሕጂ

ብሓፈሻ ከም ትሪእዎ ዘለኹም ናይ ብልፅግና መራሒ ዝገድፍሉ የብሎምን። እዚ ብፍፁም ሓሶት ከም ንቡር ዝወሰደ ኣይኮነን። ቅድሚ ክልተ ዓመት ዝተዛረቦ ወይ ቅድሚ ሓምሽተ ዓመት ተዛረቦ ቅድሚ ሓምሽተ ደቂቕ ንዝተዛረቦ ብግምጣሉ ክዛረብ ስኽፍ ዘይብሎ ሓሶት ከም ኖርማል ኣፍ ልቡ ነፊሑ ክራባታ ኣሲሩ ኣብ ቅድሚ ፓርላማን ኣብ ቅድሚ ዓለምን ክሕሱ ስኽፍ ዘይብሎ እዚ ናቱ ሓሰት መንግስቲ ሃይለማርያም ገይርዎ ክኸውን ይኽእል እዩ። መንግስቱ ሃይለማርያም ግን ሰብ ኩሉ ኣብ ቴሌፎኑ ዶኩመንት ዝኾነ ቪድዮ እዩ ነበረ ዲኹን ኣሎ ስለዚ ከም ናይዚ ሓሶት ዶኩመንት ዝኾነ ሓሶት የለን ኣብ ታሪክ ድማ ብፍሉይ ክዝከር እዩ ምክንያቱ ቀደም ክትሕሱ ከለካ ጋዜጣታት እዮም ክኾኑ ክልዮም ደምስስዎ ክትብል ትኽእል ኢካ ቃፅልዎ ክትብል ትኽእል ኢካ ገለገለ ክተርፍ ክእል እዩ ሎሚ እዚ ዶኩመንት እዚ ዝሓሶት ናትካ ኣብይ ነብሲ ወከፍ እዩ ዘሎ እዚ ነወይ እዚ ሓሶት እዚ ክኸደልካ ስለዚ ናይዚ ሰብ እዚ መርሕነት ሓሶት ዋላ ኣምሓ ዋላ ኢትዮጵያውያን ብኩሉ መንገዲ ክነግሩና ጀሚሮም ኣለዉ ሓው ነዚስ መን ኣሚንዎ እዩ መን ከም ሰብ ቆፂርዎ እዩ ብዛዕባ እዚ ትጭነቑ ዘለኹም ክብሉና ብዙሕ ግዜ ንሰምዕ ኣለና ሰራዊትን መንግስትን ኤርትራን ዝገበረካ ግን ሓሽሽካ በሊዕካ ኢኻ ኣብ ካልእ የራኽበና እቲ ጉዳይ እቲ ኤርትራ ሓለፋ ጌራትልካ ፅቡቅ ጌራትልካ ሰናይ ጌራትልካ ናትካ ግብረ መልሲ ድማ ርኢናዮ ኣለና ናይ በይንኻ ይኮነ ቅድሚ ሕጂ እውን ካልኦት ዝገበርዎ እዩ ስለዚ ንሱ እውን ከም ኖርማል ወሲድና ክንቅፅል ኢና ካልእ እንታይ ክብሉ ሪኦ ኣለኹ መሲልኩም ኣብዚ ነዚ ዝብሎ ዘሎ ዘይኮነ ሓንቲ ዘረባ ነይራ ኣብዚ እቲ ብዛዕባ እዚ ውዕል ፕሪቶርያ ገለ መንግስቲ ኤርትራ ዝበሎ እስኪ ስምዑ

ከም ሰብ ማለት እዩ ሓንቲ ኣነ ፅቡቅ ዘይስምዓኒ ብዙሕ ግዜ ብእንግሊሽ ኢንተርቪው ገብሪ ይግብኦ ነይሩ ፕሬዚደንት ኢሳያስ ብዙሕ ብእንግሊሽ ክዛረብ ይግብኦ ነይሩ ብከዝ ወርቃዊ ዝኮነ ቃላት እዩ ዝዛረብ ክእለት ኣለዎ ብቅዓት ኣለዎ ኣይ ቲንክ ሬርሊ መራሕቲ ናይ ኣፍሪካ ከምዚ ዓይነት ብቅዓት ኤክስፕረስ ክገብሩ ሓሳባት ሓሳባት የብሎምን ወይ ገለ የብሎምን ማለት ኣይኮነ ግን ሓሳባቶም ብቋንቋኦም ብእንግሊሽ ድዩ ብካልእ ክገብሩ ብፍሬንች እቶም ናይ ፍሬንች ይገብሩ ኮን እዮም ስለዘይሰምዖ ግን እዚ ክብል ኣይክልን እየ ግን ውሑዳት መራሕቲ እዮም ከምዚ ሓሳባቶም ክገልፁ ዝኽእሉ። ኣብይ ንኣብነት መለስ ዜናዊ ፅቡቕ ዝኾነ ናይ ምግላፅ ሓሳብ ሓሳቡ ብእንግሊሽ ናይ ምግላፅ ክእለት ነይሩ። እዚ ብዙሕ ድማ ኢንተርቪው ይገብር ነይሩ ከምዚ ናይ ብልፅግና እዚ ብልፅግና ከምዚ ዓይነት እንግሊሽ ክእለት እንተዝነብሮ ነይሩ ካልእ እዩ ነይሩ ብዛዕባ ውዕል ፕሪቶሪያ ክምልስ ከሎ እንታይ ኢሉ ፕሬዚደንት ኢሳያስ መጀመርያ ውዕል ፕሪቶሪያ ንሕና ኣባል ናቱ ስለ ዘይኮና ንዓና ይትሕተቱና እዚ ጉዳይ እዚ ንናይ ኢትዮጵያ ወከልቲ ዝምልከት እዩ ህወሓት ድዮም ወላ ብልፅግና ንዓታቶም እዩ ዝምልከት ንሕና ግን ዓሰርተ ግዜ ኣብ ጉዳይ ንዑ ንምፍራስ ትጥቀመሉ ዘለካ ገለ ዝብል ሓሶት እዩ ኣጀንዳታት እዩ ኢናፍ እዚ ኢናፍ ብዛዕባ እዚ ጉዳይ እዚ ኢትዮጵያ ሰላም ክትረክብ ሰላሞም ንክግረቡ ውዕል ፕሪቶርያ ገይሮም ኣብ ናይሮቢ ዝገበርዎ ክዕቅብዎን ሃገሮም ሰላም ክገብሩ ኣምላኽ ይሓግዞም ንዓና ዝምልከት ኣይኮነን ንሕና ሰላም ናይ ኢትዮጵያ ፀላእቲ ኮና ፈተውቲ እምበር እናበለ ይዛረብ ዘሎ ስለዚ እዚ ሕጂ ዝባልዕዎ ዘለዉ ንምስ ኤርትራ ዘተሓዝ ክህልዎ ይግባእ